ሰላም ሰላም ሰላም ኣምላክ ምሳኩም ይኩን ናይ ሄሮ ጓል ኪሮስ ቻነለይ ተከታተልቲ ከመይ ኣለኩምለይ ሓላላተይ ኣነ ደሓን እየ እግዚኣብሔር ይመስገን ከምዚ ዓይነት ሰላም ዘለኩዎ ኣብ ዘለኩምዎ ሰላም ክትኮኑ እናተመነኩ እና እዛ ቪድዮ እዚኣ እትከታተሉ እሞ ብላይክ ጀምርዎ ሰብስክራይብ ዘይገርኩም ከዓ ሰብስክራይብ እናገርኩም ቤተሰብ ኩኑ እና ምብርታዕኩም ደሞ ኣይፈለየኒ ሸር ላይክ ሳብስክራይብ ናገርኩሞ እሞ ኣተባብዑኒ ማለት እዩ እና ካብ ዝሓለፈ ክፋል ልቢ ኣብ ክልተ ዓለም እቶም ሰለስተ መናእሰይ ሰላም የውርዱ ዮናታን ካብ ዝሓለፈ ክፋል ዮርዳኖስ ናብ ሰላም ቀሪባ ሰላም ሓደ ዓወት ተዓዊትና ኣለና ግናኸ ዮናታን ካብዚ ካብዚ ሓውያ ምስ ወጸ እቲ ናይ ብሓቂ ፈተና ክጅምር እዩ። እቶም ናይ ጥፍኣት ሰባት ንዓኺ ክጥቀሙልኪ ገና ይውጥኑ ኣለዉ። ድልውቲ ዲኺ? በለታ ብሕቶ ዝመልኦ ኣዒንታ። ሰላም እዐ ኣብዚ ኣቋሪጽና ኔርና ሻልሻይ ክፋል ልቢ ኣብ ክልተ ዓለም ይቅጽል ሓቢርኩም እስከ መጨረሻ ተኸታተሉ። ሰላም ንሕቶ ዮርዳኖስ ብትብዓት መለሰትላ ዮርዳኖስ ክስካብ ሕጂ ብፍርሒ። ተዓቢጠ ነይረ ግናኸ ሎሚ ኣብቲ ቤት ማእሰርቲ እግዚኣብሄር ካብ ሞት ብተኣምር ክከላኸለለይ ከሎ ርእየ እየ። እቶም ዕጡቓት ብረት ሒዞም ክመጹ ከለዉ እቲ ዝዓበየ ብረት ጸሎት ምዃኑ ተረዲኣ። ስለዚ። ድልውቲ እየ ንዓለምን ንተኹላን ብእምነት ክገጥማ እየ በለታ። ኤፍሬም ነቲ ዝተውሃቦ ናይ ገንዘብ ቼክ እናጠመተ ሰላም! እቲ ገንዘብ እዚ ንዓኺ በረከት ክኸውን ይኽእል እዩ ወይስ ድማ መፈንጠራ ዮናታን ንነጋዶ ዘታልለሉ ዝነበረ መንገዲ ርኽስ መንገዲ ርኽስ ስለ ዝነበረ። እቶም መሻርኽቱ ነዚ ገንዘብ እዚ ንምምንዛዕ ንድሕሪት ኣይብሉን እዮም ኢሉ ኣጠንቀቐ። ድሕሪ ሰሙን፣ ዮናታን ካብቲ ዝነበሮ ናይ ነብሲ ጥፉኣት ስምዒት ቁሩብ እናገደፎ መጸ። ግናኸ እቲ ዝገበሮ ገበን ከቢድ ስለ ዝነበረ፣ ናብ ቤት መእሰርቲ ፍርዲ ቀረበ። ሰላም፣ ዮርዳኖስን ኤፍሬምን ኣብቲ መጋባእያ ተራኺቦም ነበሩ። ዮናታን ብሰንሰለት ተኣሲሩ ክኣቲ ከሎ፣ ኣዒንቱ ናብ ሰላም ተተኺለን ነበራ። ይኹን እምበር እቲ ናይ ቀደሙ ናይ ትዕቢት ጠመተ ዘይኮነስ ናይ ጣዕሳን ሓገዝ ናይ ምንዳይን ስምዒት የንጸባርቖ ነበረ። እቲ ዳኛ ዮናታን በቲ ዝፈጸሞ ናይ ምትላል መርዚ ናይ ምስጋርን ከምኡ እውን ህዝባዊ ንብረት ናይ ምዕናውን ገበናት ናይ ዓሰርተ ሓሙሽተ ዓመት ፅኑዕ ማእሰርቲ ተፈሪድዎ ኣሎ ኢሉ ቃል ውሳነ ኣስምዐ። ኢዮናታን እቲ ውሳነ ምስ ሰምዐ ደንገጸ። ሰላም ክትበኪ ጀመረት፣ ዮርዳኖስ ግን ንኢዳ ሒዛ፣ ኣይትብከዪ ሰላም፣ እዚ ንዕኡ ናይ ንፍሲ ድሕነት መንገዲ እዩ። ኣብ ውሽጢ ቤት ማእሰርቲ ኰይኑ እዩ ሓቀኛ ናጽነት ክረክብ በለታ። እቲ ሓድሽ ተንኰል በቲ ወገን ድማ እቶም ዮናታን ዝመደቦም ዕጡቓት ብሰለማዊ መንገዲ ተመሊሶም ኣይሓረፉን እቲ መራሒኦም ሳምሶም ዝባሃል ጨካን ስብኣይ ነበረ እዮኖታን ክእስርቤት ክእሰር ከሎ እቲ ገንዘብ ኣብ ኢድ እታ ጓል ከም ዘሎ ፈለጠ ፈሊጠ ኣለኩ እዮኖታን ኣብ ቤት ማእሰርቲ ኮይኑ ንዓኣ ከም ከም ዘይጠቕማ ፈሊጡ እዩ ስለዚ እቲ ገንዘብ ክንወስዶ ኣለና ንሶም ድማ ናብ ጉጅለ ክትጽንበር ኣለዋ ኢሉ ወጠነ። ሓደ ምሸት ሰላም ካብ ቤት ክርስትያን ክትምለስ ከላ ሓደ ሰብ ደብዳቤ ኣረከባ። እታ ደብዳቤ ካብ ዮናታን ዝተጻሕፈት ትመስል ነበረት፣ ሰላም በጃኹማ ሓደ ግዜ ጥራይ ምጸኒ ርኣይኒ፣ ካብቶም መሻርኽተይ፣

ትብል ነበረት ሰላም ተረበሸት ዓለማዊ ሓሳባታ እንደገና ከለዓዕላ ጀመረ ንበይነይ ክኸይድ ዶ ወይስ ንኢፍሬም ክነግሮ ዮናታን ብሓቂ ድዩ ተለዊጡ ወይስ እንደገና ክጥቀመለይ ይፍትን ኣሎ እናበለት ምስ ነብሳ ተባእሰት። ንጽባሒትኡ ሰላም ንበይና ናብቲ ቤት ማእሰርቲ ክትከድ ወሰነት። ግናኸ ዮርዳኖስ ብመንፈሳዊ ስምዒት ሓደ ነገር ከም ዘሎ ተረዲኡዋ ነበረ። ሰላም ናበይ? ከዲ ናበይ ክትከዲ ኢኺ ኢላ ድማ መንገዲ ዓጽየትላ። ሰላም ዮርዲ ዮናታን ጸዊዑኒ ንበይነይ ክኸይድ ኣለኒ በለታ። ዮርዳኖስ ኖ እዚ ናይ ጸላኢ መፈንጠራ እዩ። ዓለም ንበይንኺ ክትረኽበኪ ከላ እያ ትወቕዓኪ፣ ሓቢርና ክንከይድ ኣለና በለታ። ናብቲ ቤት ማእሰርቲ ምስ በጽሑ ዮናታን ክረኽብዎ ከለዉ ግን ዘገርም ነገር ጸንሖም። ዮናታን ንሳቶም ዝበልዎ ደብዳቤ ከም ዘይጸሓፎ፣ ነገሮም። ሰላም ኣነ ደብዳቤ ኣይጸሓፍኩልኩን እቶም ሰባት ንዓኺ ንምውጻእ ዝተጠቐምሉ ሜላ እዩ ሕጂ ክትወጺ ክትወጹ ከለኹም። ንደብየለኩም ንደልየኩም ይደልኹም ኣለው ኢሉ ጨረሐ። ልክዕ እዮም ካብ ገዛ ቤት ማእሰርቲ ክወጽኡ ከለው እታ ጸላም መኪና ደው ኢላ ጸንሓቶም። ሳምሶን ንዕረፍቱን ወሪዱ ሎሚ ግን ዝሓዝዎ ብረት ጥራይ። ዘይኮነስ ናይ ጭውያ መሳርያታት እውን ነበሮም። ከምዚ ድማ በሉ፣ ሰላም፣ እቲ ገንዘብ ሃብና፣ እንተዘይኮይኑ እዚ መምህርን እዛ መሓዛኽን ህይወቶም ክሓልፍ እዩ ኢሎም ኣፈራርሕዋ። ኤፍሬም ብህድኣት ናብ ማእከሎም መጸ። ኣብዚ ቦታ እዚ። ኣብዚ ቦታ እዚ ካብ ሓጺን ንላዕሊ ዝሕሉ ሓይሊ ኣሎ። ንስኻትኩም ብገንዘብ ትኣምኑ ንሕና ግና ብፈጣሪ ንኣምን በልዎም። ሳምሶን እናሰሓቐ ህህ ፈጣሪኻ ካብዚ ጥይት የድሕንካ ኢሉ ብረቱ ክስሕብ ከሎ ሃንደበት ሓደ ዘይተጸበይዎ ድምጺ ተሰምዐ። ካብ ውሽጢ ቤት ማእሰርቲ ዮናታን ብመስኮት ኮይኑ ይጭርሕ ነበረ። ከምዚ ድማ በለ፣ ሳምሶን ደው በል፣ ኩሉ ምስጢርኩም ንፖሊስ ሂበዮ ኣለኹ ሕጂ ፖሊስ ኣብ ድሕሬኹም ኣሎ በለ። ልክዕ'ዩ ዮናታን ቅድሚ ሰላም ምምጻኣ ንፖሊስ ኩሉ ስርሒት እቶም ጉጅለታት ቃል ሂቡ ነበረ። ፖሊስ ካብ ኩሉ ወገን። ከቢብዎም ንሳምሶምን ኣዕሩኽቱን ኣብ ኢድ ፖሊስ ወደቑ። እቲ ናይ መወዳእታ ውሳኔ ሰላም ዮርዳኖስን ኢፍሬምን ካብቲ ሓደጋ ተረፉ። ዮናታን ብመስኮት ኮይኑ እናጠመቶም ሰላም ሎሚ እየ ሓቂ ቀኛ ሰላም ረኺበ እዚ ማእሰርቲ ንዓይ ቤት ትምህርቲ እዩ ንስኻትኩም ሂወተይ ኣድሒንኩምዋ በለ ናብ ገዛ ክምለሱ ከለዉ ሰላም ነቲ ናይ ገንዘብ ቼክ ኣውጺኣ ንኢፍሬም ሃበቶ መምህር እዚ ገንዘብ እዚ ንዓኻ ንዓይ ኣየድልየንን እዩ ንስድራቤተይ ዘድልዮም ወሲደ እቲ ዝተረፈ ንቤተክርስትያን መመገቢ ድኻታት መዕቆቢ ድኻትምን ይኹን ዓለማዊ ሃፍቲ ክሳብ ክንደይ ሓደገኛ ምዃኑ ርእየ እየ በለቶ። ዮርዳኖስ ተሓጐሰት። ሕጂ ሰላም ሓቀኛ መንገዲ ጀሚርኪ። ዓለም ክትስዕረኪ ፈቲና ነይራ ግን ብእምነት ስዒርክያ በለታ። ግናኸ ዮናታን ኣብ ቤት ማእሰርቲ ዀይኑ ብሓቂ ድዩ ተለዊጡ እቶም ኣብ ማእሰርቲ ዘለዉ ካልኦት ገበኛኛታት ከንዮናታን ስብ ክብልሉ ድዮም? ሰላም ከ እቲ ዝተረፈ ህይወታ ምስ መንፈሳዊ ኣገልግሎት ከመይ ክተተሓሕዞ እያ? ዮርዳኖስ ናብ ሰላም ጠሚታ ሰላም ሓደ ዓብዪ ጉዕዞ ተዛዚሙ እዩ። ጊናኸ ካልኣይ ሓዱሽ ኣገልግሎት ይጽበየና ኣሎ ድልውቲ ዲኺ? በለታ ሰላም ፍሽኽ ኢላ። እወ ድልውቲ እየ በለታ። እቶም ዕጡቓት። ኣብ ትሕቲ ቁጽጽር ፖሊስ ምስ ኣተዉ ሰላም ነቲ ኩነታት ብድንጋጼ ትጥምቶም ነበረት። ኤፍሬም ናብቲ ፖሊስ ቀሪቡ እዞም ሰባት እዚኦም ናይ ነብሲ ሕማም እዩ ዘለዎም እምበር ጸላእትና ኣይኮኑን። ሕጊ ስርሑ ይሰርሕ ንሕና ግን ብጸሎት ክንዝክሮም ኢና በለ። ሰላም ናብ ዮናታን ገጽ ተመለሰት። ዮናታን በቲ ሓጺን መስኮት ጌሩ ኢዱ ኣውጺኡ ሰላም እቲ ዝሃብኩኺ መርዚ ኩሉ ዝተረፈ እንተሃልዩ ኣጥፍእዮ፣ እቲ ገንዘብ እውን ንጽቡቕ ነገር ጥራይ ኣውዕልዮ። ኣነ ኣብዚ መእሰርቲ ኰይነ ንመጀመርታ ግዜ ብርሃን ርእየ ኣለኹ። መምህር ኢፍሬም ዝበሎ ሓቂ ነይሩ። እቲ ዝዓበየ ቤት ማእሰርቲ ኣብ ውሽጠይ ዝነበረ ትዕቢት እዩ ነይሩ፣ በላ ብትሕትና። ዮርዳኖስ ንሰላም ሓኒቓ፣ ሕጂ ሰላመይ ክልተ ዓለም ዝበልናዮ ተዛዚሙ እዩ፣ እቲ ሓደ ዓለም። ሞትን ጥፍኣትን ዝመልኦ ክኸውን ከሎ፣ እቲ ካልኣይ ግና ህይወትን ሰላምን እዩ። ንስኺ ድማ ነቲ ብርሃን መሪጽኪ በለታ። ሰላም ናብ ገዝኦም ክትምለስ ከላ ኣቦኣ ኣብ ኣፍደገ ጸኒሑ። ጸኒሕዋ። እቲ ብዮናታን ምክንያት ዓንዩ ዝነበረ ናይ ንግዲ ስርሖም በቲ ካብቲ ሃፍቶም ነጋዳይ ዝመጸ ገንዘብ ክትካእ ምዃኑ ምስ ሰምዑ ኣቦኣ ብንብዓት ተንበርከኹ፣ ሰላም ጓለይ፣ እግዚኣብሄር ካብቲ ዓዘቕቲ ኣውጺኡኪ ጥራይ ዘይኮነስ ንዓይ እውን ክብረት መሊሱልና እዩ መሊሱልና በልዋ ሰላም ግን ሓደ ነገር ይውጠና ነበረ ኣቦይ እቲ ገንዘብ ንዓና ጥራይ ኣይኮነን ፍርቁ ንቤተክርስትያን፣ ንቤት ትምህርቲ ሰንበት፣ ንጽጉማትን ከውዕሎ እዩ። ካብ ዓለም ዝመጸ ሃብቲ ንዓለም ክጥቀመሉ የብሉን በለቶም። እቲ ምሸት ሰላም ዮርዳኖስን ኤፍሬምን ኮፍ ኢሎም መጽሓፍ ቅዱስ እናንበቡ ከለዉ ሃንደበት ስልኪ ኤፍሬም ደወለት እቲ ደወል ካብ ቤት ማእሰርቲ ነበረ። መምህር ኤፍሬም ዮናታን ኣብ ውሽጢ ቤት ማእሰርቲ ምስቶም ገበኛታት ተባኢሱ ሓደ ዓቢ ሓደጋ ወሪድዎም ኣሎ ብህጹጽ ንዑ ዝብል ድምጺ ነበረ። ሰላም ሰንቢዳ ዶብ በለት። ዮርዳኖስ ናብ ሰላም ጠሚታ ሰላም እቲ ቃልሲ ገና ኣይተወደኣን ዮናታን ንዓና ኢሉ እዩ ምስቶም መሻርኽቱ ዝነበሩ ዝተብኣሰ ሕጂ ሂወት ኣብ ኢድ ኣምላክ እያ ዘላ በለታ ሰላም ብትብዓት ክዳና ዉድያ ዮርዲ ዮናታን ንዓና ኣድሒኑና እዩ ሕጂ ድማ ንሕና ብጸሎት ክነድሕኖ ኣለና ንዓ መምህር ኢፍሬም ንኺድ በለት ሰላም ኣብ መንጎ እቲ ዝሓለፈ ጸልማት ሂወታን እቲ ጀሚራቶ ዘላ ቅዱስ መንገድን ኮይና ንዮናታን ንመወዳእታ ግዜ ክተድሕኖ ዝተጓዕዘት ነበረት። ዮናታን ይቕጽል ሻብዓይ ክፋል ነስካብ ሻብዓይ ክፍሊ ሒዝልኩም ልመጽእ እሞ ማለት እዩ ሰሰናዩ ንዓኹም መሓላለተይና ሸር ላይክ ሳብስክራይ ድማ ኣይትረስዑ ማለት እዩ ምትብባዕኹም ርእይቶኹም ደማ ኣይፈለየኒ እናሰስለናኹ ባባይ።